What a beautiful day. ሰላም ሰላም የሕዋት ሆፕ ኤቨሪባዲ ኢዝ ዱዊንግ ዌል ናይ ሎሚ ዓንት መምፅኤ ኣሕፅር ኣቢለ ሓንቲ ንእሽተይ ዘረባ ኣላትኒ ንሳ ከዓ ኣብ ናይ ተፈታዊ ሸው ኣብ ብሊቭ ጆርጅ እዩ ሽሙ ናቱ ቪድዮ ክሊፕ ስለ ዝረኣኹ ሲ ንዓ መልሲ ክበላ እየ መፅኤ እንታይ ኢሉ ሲ ሮንግ ራይት ሲ ኣሜሪካውያን ምስ ሃገርና ኢና ደው ንብል ኢሎም እዮም ዝኣምኑ እሞ ኣነ ከዓ ከምኣቶም የብለና ኣሎ ኦኬ ኣነ ኤሪትራዊት እየ ኣት ሴም ታይም ኤሜሪካዊት እየ ኣብ ኤሜሪካ እየ ዝቕመጥ እንዳ ዋሽንግተን ዲሲ ኦኬ ሕጂ ኣነ ኤጌንስ ባይደን ኤጌንስ ኦባማ ኣድሚኒስትሬሽን እየ ዝግስግስ ምክንያቱ ምስቲ ሓቂ ደው ስለ ዝብል ማለት እዩ። ንህዝበይ እንድሕር ዘፍቅር ኮይነ ምስቲ ሓቂ እየ ደው ዝብል፣ እቲ ሓቂ ከዓ ስለ ዝተገለፀለይ ማለት እዩ። ንስኻ ግን እንዳፈለጥካ ናይ ሻዕብያ ኣድሚኒስትሬሽን ዳያቦሎክ ምዃኑ እንዳፈለጥካ ነቲ ህዝብኻ ዶ ክትብለሉ ኣይከኣልካን። ኒሕና ግን ስለ ዝፈለጥናዮ እቲ ሓቂ ናይ ካሚንስ ኣይዲያሎጂ ስለ ዘሎ ባይደን ኣድሚኒስትሬሽን ክንደይ ዳያባሊክ ስራሕ ስለ ዝሰርሕ ዘሎ ኩሉ ተረዲኡናስ ነዚ ህዝብና ኢና ደው ንብል ኢልና ህዝቢ ፍቂርና እል ካስት ዩ እንድሕሪ ምስ ባይደን ደው ዘኢልካ ክንደይ ሽግር እዩ ዝመፀካ ኣብ ሂወትካ ኣነ ካብቶም ኤግዛምፕል ሓደ እየ እዚ እዚ ክብል ኣይደልን እየ ሕጂ ሪጋርድለስ ግን እቲ ተኣምነሉ ዕላማ ስጋዕ ሞት ኢኻ ትስቡ ኣሉ ኖ ኣነስ ነብሰየ ፍቅር እየ ከምድላይ ብዝንስ ገብር ደሊ እየ ሂወተይ ከዓ ክጉስጉስ ደሊ እየ ኣይዋፅእንን እዩ ምስ ሻዕብያ ተባኢሰ ትብል ተኮይንካ እዚ ካልእ ነገር እዩ እምበር ኣብ ኣሜሪካ ንሓቂ እዩ ደው ዝብል ሰብ ነቲ ዝተወረድኦ ሓቂ እዩ ደው ዝብል እምበረይ ንዓዱ ኣይሸይጥን እዩ ትሪዝን ኣይገብርን እዩ እቲ እንዳተወረድኦ ትሪዝን ዝገብር ግን እዚ ናይ ሸይጣን ስራሕ ሰራሕ ኣሎ ማለት እዩ ከምዚ ናትካ ማለት እዩ ኦኬ እሞሲ ሕሰበሉ ኢኻ ካልኣይ ነገር ከዓ ካቴል ይኸየልካ ኢኻ ትዛረብ ኣብይ ናይ ትምህርቲ ክርስቶስ ኢኻ ተማሂርካዮ ህዝብኻ ገዲፍካሲ ንቲ ሎምሎ ፅባሕ ዘየለ ጋቨርመንት ዶበል ዝብለካ ከምኡ ዝበሃል ነገር የለን ኩሉ ሰብ ወላት ቤተክርስትያን ንሓቂ ዶበል እዩ ዝብለካ ምስ ሓቂ ደው በል፣ ምስ ህዝብኻ ደው በል እዩ ዝብለካ። ምስቲ ውጹዕ ደው በል እዩ ዝብል ኢሉ ዝምህር። እሞ እዚሲ ንኻልኦት ክትዕሽዎም ትኽእል ኢኻ፣ ንዓና ንዓይ ግን ክትዕሽወኒ ኣይትኽእልን ኢኻ። ፕሊዝ ናብ ልብኻ ተመለስ፣ ምክንያቱ ሎሚ ኣለና ጽባሕ የለና ከምቲ ዝበሃል ፖለቲክ ሾርሙጣ እዩ፣ ይለዋወጥ እዩ። ዩ ዊል ሲ ትወኒ ትወኒ ፎር ከዓኒ ክንደይ ነገር ለውጢ ክትርኢ ኢኻ። ረስቶሬሽን ኢልዋ እዩ ጎይታ ትወኒ ትወኒ ፎር ኢዝ ረስቶሬሽን ኦኬ እዚ ናይ ኢራን ፕረዚደንት ሙማቱ እዚ ስራሕ ናይ እግዚኣብሄር እዩ እቶም ኩሎም ሊደራት እ ሞት ዝጭድሩ ዘለዉ ንእስራኤል ንኣሜሪካ ከምቲ ኣፎም ክህቦም እዩ በዓል ኣብን በዓል ኢሳያስ ኣፈወርቅን ከዓ ንመዓልቶም እዮም ዝፅበዩ ዘለዉ 2024 will be time to restore god fearing leaders ከንግስ እዩ ጎይታ ብሓይልና ዘይኮነ ብሓይሊ እግዚኣብሄር እናፍ እዚ እናፍ እዩ ዝብለና ዘሎ እሞኒ ናብ ልብኻ ተመለስ ኩልኹም ናብ ልብኹም ተመለሱ ከይትጣዓሱ ፅባሕ ንጎ ጎይታ ምስ ኩላትኩም ይኹን